ቁሩብ ብዛዕባ ሳዋ ነዕልል ማም ሕጅስ ሳዋ ሕጅስ ቀዳማይ ራውንድ ኢኪ ነርኪ ስኪ እወ ሕጂ ኣብቲ ግዜ ሕጅስ ቅድሚ ምካድኪ ሲ ሳዋ ዝበሃል ነገር ክሰምዒ ከለኪ ኣዶኖ ኣበይኪ ሰሚዕክዮ እነን ክትሰምዕዮ ከለኪስ ከመይ ክትከዲ ደሊኪ ነርኪ ወይ ድልት ኣይነበርክን
ቅድሜና ሳዋ ዝኸደ ኣይነበረን ንሕና ቀዳማይ ዙርያ ኢና ነርና ማለት እዩ ሃይስኩል ምስ ወዳእካ እቲ ሳዋ ዝበሃል ብኣና እዩ ተጀሚሩ ማለት እዩ። ቅድሚኡ ብዛዕባ ሳዋ ወላ ሓንቲ ኣፍልጦ ኣይነበረናን። ሳዋ ዝበሃል ከማን ብዙሕ ሰብ ዝፈልጦ ኣይነበረን ኣብ ኤርትራ ማለት እዩ ቅድሜና። ሳዋ ዝተፈለጠ ድሕሪ ቀዳማይ ዙርያ ምኻድና ማለት እዩ። ዳሕራይ ኩሉ ሃይስኩል ዝወደአ ቀዳማይ ዙርያ ሕጂ ዝበዝሑ ካብ ኣስመራ ጥራሕ ኢና ከይድና። ኦኬ። ካልእ እ፣ ከባቢ ዓድታት ኣይከድናን ካብ ኣስመራ ብሙልእና ሃይስኩል ምስ ወዳእና ንሳዋ ክንከይድ እ፣ ምስ ተባሃልና ሃይስኩል ዝወደአ ኩሉ ይኽድ ተባሂሉ ሳዋ ዝበሃል ቦታ ከም ዘሎ ኣብ ሳዋ ሕጂ ናይቶም ኣወዳት ሳዋ ምዃኑ ተፈሊጡ ናይተን ደቂ ኣንስትዮ ግን ሳዋ ክንኸይድ ምዃንና ኣይፈለጥናን ገሊኡ ሰብ ዓላ ዝበሃል ቦታ ኣሎ ቀረባ ኣብኡ እየን ዝኾና ገሊኡ ሰብ ኣብዚ እየን ዝኾና ገለ እንዳተባሃልና ንሳዋ ከይድና ሕጂ እታ ሳዋ ትበሃልሲ ቅድሜናስ ኣይትፍለጥን እያ ነይራ ቀዳማይ ዙርያ ምስ ከድና እዩ ሳዋ ዝበሃል ቦታ ክፍለጥ ጀሚሩ እምበር እቲ ቅድሚኡ ሲ እቶም ቅድሜና ዝነበሩ ተጋደልቲ ገለ መለዞም ፋይተርስ እሳቶም እዮም ዝፈልጥዋ ነይሮም እምበር ንሕና ብዙሕ ፍልጠት ኣይነበረና ሳዋ ብድሕሪ ና ቀዳማይ ዙርያ ምስ ኣተና እያ ሞር እታ ሽም ክትፍለጥ ጀሚራ። ኦኬ
ሕጂ ምስ ከድክዮ ከ ከመይ ነይሩ እቲ ኤክስፒሪየንስኪ? ኦህ
መጀመርያ ንሕና ምስ ከድና ቀዳማይ ነገር ንሕና ካብ ስድራና ተፈሊና ስለ ዘይንፈልጥ ንመጀመርያና እዩ ነይሩ። ካብ ስድራኻ ወጺኻ ምኻድ ማለት እዩ። ግን መሓዙት ስለ ዝነበራና ክስታይ ንሕና ተጸበና ከምዚ መደቀሲ ዘለዎ ገዛ ገለ ኢና ተጸቢና እቱ ምስ በልና ሳዋ ግን እዝክርዎ ኮኑ ቀዳማይ ዙርያ ትሰምዑኒ ተለኹም እቱ ምስ በልና ግን ቴንዳታት ጥራሕ እዩ ጸኒሕና ብቴንዳ
ቴንት ማለት እዎ
ቴንዳታት ጸኒሑ ኣበይ ደኣልና ንድቅስ ኢልና ገሪምና በቃ እቱ ምስ በልና ኩሉ ሰብ ደኺሙ እዩ መፅዩ በረኻ እዩ ኣፃሚ እዩ በቃ ሃሩርዩ ሰንቢድና መጀመርያ በቃ ዳሕራይ ኣብዚኡ ቦታኽን ኣብዚኡ መደቀሲኽን ምስ ተባልና ምስ ተባህልና እቲ መጀመርያ በቃ ከም ገለ ኮይና ብጣዕሚ እቲ ተፀበናዩን ትፀናሓናን በበይኑ ኮይኑ ዳሕራይ ግን ዳፀናሕና ሳዋ እንዳለመድናዮ መፂና ግን ስቲል ንሕና ክሳብ ንወፅእ ብቴንዳ እዩ ነይሩ ዳሕራይ እዚ ዓጌፋ ዝበሃል ገዛውቲ ክስራሕ ጀሚሩ እሱ በዚ እንታይ ዝበሃል እሞ እዚ ብዕንጨይቲ ገለ ገይሮም እቶም ኣዋዳት ካልኣይ ገዛ ክሰርሑልና ጀሚሮም መውዓሊና ማለት እዩ እቲ ቴንዳ ሃሩር ስለ ዝኾነ ብግዜ ፀሓይ የንድደካ እዩ ስለዚ ኣብኡ መውዓሊ ሰሪሖምልና ቀትሪ ቀትሪ ኣብኣ ንውዕል ንዓይሲ ንዳርጋ ንዝበዛሕና ማለት እዩ ወፂና ስለ ዘይንፈልጥ ሲ ብዙሕ ከምዚ በቃ ዓብዪ ኤክስፒሪየንስ እዩ ንዓና ከምዚ ሕጂ ሳዋ ዘለዎ ገዛውቲ ተሰሪሑ ትምህርቲ ኮይኑ ገለ ኣይኮነን ነይሩ ገዛውቲ ኣለዎም ሕጂ ሕጂ ገዛውቲ ኣሎ መምሃራን ኣለዉ ትምህርቲ እዮም ዝመሃሩ ኣብኡ እዮም ዝውድኡ ዘለዉ ሕጂ ብስነ ስርዓት ከተማ እዩ ሽዑ ግን ዋላ ሓንቲ ከተማ ኣይነበረን ቴንዳ ጥራሕ እዩ ነይሩ እቲ እቲ ፕሮግራም ከ ናይ ሳዋ እቲ ዩኖ ምስ ከላሽን ድዩ ምስ ገለ ድዩ ምስ ገለ እቲ ኩሉ ነገር ሲ እቲ ፕሮግራም ካብ ሳባ ምስ ወዳእኪ ሲ ከምዚ እቲ ናትኪ ኤክስፔሪንስ ኦ ሕጅስ ተዳልየ ኣለኹ ውግእ ደመፅኡ ወይ ገለ ደመፅኡ ሲ ተዳሊና ኣለና ከመይ ኦቨራል እቲ ናትኪ ኤክስፒሪንስ ዘተማሃርኪ ዝጠዓምክዮ ከመይ ትብልዮ?
ብጣዕሚ ሓቂ ዘረባ ሳዋ ብዙሕ ኢና ተማሂርና ማለተይሲ ቀዳማይ ኮንፊደንስ ከም ንገብር ካልኣይ ርእሰ ተኣማንነት ባዕልና ብርእሴና ሲ በቃ ከምዚ ተኣማሚና ክንገብር ኢና ዝብል ኮይኑ ካልኣይ ታዕሊም ብስነ ስርዓት ኢና ተዓሊምና ወታደራዊ ታዕሊም ማለት እዩ ስልጠና ተዋሂብና ብስነ ስርዓት ሰልጢና ኢና ብድሕሪኡ በቃ ምስቲ ንሕናስ ቅድሚኡ ሲ ኣነስ ዋላ ሓንቲ ብረት ጋን ዝበሃል ስርኤ ይፈልጥን እየ ነይረ ኣብ ሳወ ኤርኤ ፈቲሕና ኣሲርና ምትኳስ ተማሂርና ዕላማታት ከመይ ከምዝትገብር ተማሂርና፣ ፖለቲካ ትምህርቲ ተማሂርና፣ ታሪኽ ተማሂርና፣ ኩሉ ተማሂርና ካልእ ሰባት ኮይና ወፂና ደልዲልና ምሽ ኣለካ ክንምለስ ኮልና ንገዛናስ ከምቲ ዝተሰደድናዮ ኮና ካልእ ሰባት ኮይና ኢና ተመሊስና ትራንስፎርም ተገይርኩም እዎ
ተሪርኩም ብጣዕሚ ተሪርና ኩሉ ነገር ፈሊጥና ተመሊስና እዚስ ዓብ ትምህርቲ እዩ
በዓል ማማ ዓባይ በዓል ኣቦይ ከመይ ተቐቢሎምኹም ብጣዕሚ ከምዚ እዝከረኒ ንገዛና ክኸይድ ከለኹ መጀመርያ ዝመፃና ንሰልፊ ከነርኢ ንጉንበት 24 ማለት እዩ ተመሪፅና መጺእና ምኽንያቱ ኣብ ሳዋ ምስ ወዳእና ኣነ ኣርባዕተ ወርሒ ተርፍ ስለ ዝነበራኒ ንባሩንቲ እየ ከይደ ባሩንቱ ዝበሃል ከተማ ኣሎ ናብኡ ነተን ኣርባዕተ ወርሒ ክውድእ ማለት እዩ ካብኡ ንሰልፊ ተመሪፅና እንደገና ንሳዋ ተመሊስና ሳዋ ተዓሊምና ምርኢት ከነርኢ ማለት እዩ እቲ ናይ ሜይ 24 ማርች ጌርኩም እዎ ማርች ክንገብር
ዳሕራይ ገዛና ኣነ ከም ዝመፅእ ኣይፈለጡን ሃንደበት ምስ መጻና ኣብቲ ባሕቲ መስከረም ዝበሃል ቦታ ኣሎ ኡምሶ ወሮድና ብእግረይ ባዕለይ ንገዛና ከይደ ንበይነይ ማለት እዩ ሚሊታሪ ተኸዲነ ገዛና ሰንቢዶም እዮም ምስ ረኣዩኒ ካልእ ሰበይ መሲለ መጺለ እዮም ክመጽእ ምዃነይ ኣይፈለጡን ሃንደበት ምሸት ኣትዩ እዮም ብጣዕሚ ሰንቢዶም በቃ ከምዚ ካልእ ሰብ ዝመሰልኩ ኮይኑ እዩ ተሰሚዕዎ ምስ ረኣዩኒ ተሓጒሶም እ፣ ብጣዕሚ ገና ሕጂ እቲ እቲ ኩሉ ብዛዕባ እቲ እ፣ እቲ ብረት እ፣ ባ- ትፈትሕዎ ብሓንሳብ ተኣስርዎ ገለ መለ እቲ ሕጂ እቲ ናት ስኪል ኣብኡ ዝረኸብክዮ ገና ትዝክርዮ ዶ ሕጂ እዎ ዝክሮ ኣይርሳዕክዮ ፈጺመ ኣይረሳዕኩን ካብ ዝገርመካ ሓንቲ ነገር ኣይርስዕን ናይ ሳዋ ኣይ ቲንክ እቲ መጀመርያ ናተይ ክስታይ እዩ መስለኒ ኤክስፒሪየንስ ዝገበርኩሉ ካብ ገዛይ ወፅኢ መስለኒ እቲ ነገር ኣይርስዖን እዩ አ፣
ዋው ብጣዕሚ ፅቡቅ እህ። ለትሰይ ማማ ኣነ ኣብ ኣስመራ ደ ፀኒሐ ነይረ ለትሰይ ኣነ ኣብ ኣብ ስደት ኣይመፀ- ኣይ- ኣይ- ኣብ- ናብ ሲያትል ኣይመመፃእኹን ነይረ ናብ ሳዋ ምወሰደልኩምኒ ዶ? ግዴታ እዩ ሕጂ። ኦ ግዴታ እዩ።
ሕጂ ሃይስኩል ኣብኡ ኢኻ ትውድእ። ኢለቨንዝ ግሬድ ኣይ ቲንክ ተዘይተጋጌ ኣብ ኢለቨንዝ ዲኻ ኣብ ትወልቭዝ ግሬድ ኣብኡ ኢኻ ትውድእ። ኢለቨንዝ ዲ ትወልቭዝ ኣይ ኣም ኖት ሹር ግን ኣብኡ ኢኻ ትውድእ ሕጂ። ሕጂ ግዴታ እዩ። ዋው